ፍልፍል ቲቪ ሰላም ወሰናይ ኣብ ኩሉ ኩርናዓት ዓለም ብምዃን መደባት ፍልፍል ቲቪ ትከታተሉ ክቡራትን ክቡራንን ከመይ ትኾኑ ከመይ ትኾና ንሎሚ ዝበልናዮ መደባት ሒዘ መፅእ ኣለኹ ከምቲ ልሙድ ሰናይ ምክትታል

ሚኒስትሪ ጉዳያት ወፃኢ ኣቶ ዑስማን ሳልሕ ምስ ፕሬዚደንት እሰያስ ኣፈወርቂ ሓቢሩ ተጓዒዙ ኣሎ። ክልቲኦም መራሕቲ ሃገራት ብዝያዳ ምዕባይ ክልቲኣዊ ርክባት ከምኡ እውን ኣብ ሓድሕዳዊ ኣገዳስነት ዘለዎም ዞባውን ኣህጉራውን ጉዳያት ክዛተዩ እዮም። ካብዚ ቀፂሉ እውን ዘለዉ እዋናውያን ጉዳያት እንታይ ይመስሉ ናባኹም ከብሎም እየ ደጊመ ሰናይ ምክትታል ፕሬዚደንት ግብፂ ዓብደልፈታሕ ኣልሲሲ ንፕሬዚደንት እሰያስ ኣፈወርቂ ኣብ ቤተ መንግስቲ ካይሮ ተቐቢሉ ኣዘራሪቡ ሸሞንተ ሰነ ክልተ ሽሕን ዕስራን ሽዱሽተን ብመሰረት ዕድመ መንግስቲ ግብፂ ፕሬዚደንት እስያስ ኣፈወርቅን ጉጅልኡን ኣብ ግብፂ ብምብፃሕ ምስ ፕሬዚደንት ግብፂ ተራኺቡ ኣብቲ ርክብ ኣብ ምሕያል ዝምድና ክልቲኤን ሃገራት ኣቐዲሞም ዝተጀመሩ ምምኽኻርን ምትሕግጋዝን ብዕምቆት ዘትዮምሉ ብተወሳኺ ኣብ ምምፃእ ሰላምን ምርግጋእ ቅልውላዋት ሱዳን ኣፈታትሓ እቲ ሽግር ኣብ ናይ ሓባር ምርድዳእ በጺሖም። ብፍላይ ኣብ ጉዳይ ጸጥታ ቀርኒ ኣፍሪቃን ቀይሕ ባሕርን ብዝምልከት ሓባራዊ ረብሓ ዘለዎ እዋናዊ ዞባዊ ምዕባለታት እውን ዘትዮም። ክልቲኦም መራሕቲ መንግስትታት ኣብ ዞባና ጸጥታን ምርግጋእን ንምድልዳል ነዞም ምዕባለታት ንምክትታል ሓባራዊ ምውህሃድን ምምኽኻርን ንምድልዳል ተሰማሚዖም። ግብፂ ኣብ ዞባዊ ጉዳያት ፀጥታ ምውህሃድ ምስ ኤርትራ ኣብ ዝተፈላለዩ ዓውድታት ምትሕብባርን ሓባራዊ ፕሮጀክታት ንምድልዳልን ብዝምልከት ዝምድና ክልቲኤን ሃገራት ንምድንፋዕ ዘለዋ ተወፋይነት ኣረጋጊፁ። ቀፂለ እውን ናብ ካልእ ተወሳኺ ሓበሬታ ከብለኩም ኤርትራን ግብፅን እንታየን ተሰማሚዐን? መንግስትታት ግብፅን ኤርትራን ኣብ ወተሃደራዊ፣ ቁጠባዊ፣ ፖለቲካዊ ፅላተታት ብሓባር ዘስርሖም ስትራቴጂካዊ ስምምዕ እዮም ከቲሞም ዘለዉ። ብመሰረት እዚ ሕጂ ተበፂሑ ዘሎ ስምምዕ ግብጺ ኩሉ ዓቕምታታ ማለት ፖለቲካዊ፣ ቁጠባዊ፣ ወተሃደራዊ ናብ ዞባ ቀርኒ ኣፍሪቃን ቀይሕ ባሕርን ከም እተእቱ'ዩ ሚኒስትሪ ጉዳያት ወጻኢ ግብጺ ባድር ዓብደል ዓጢ ገሊጹ ዘሎ። ኣብ ሱዳን ዘሎ ኩነታት ንዞባ ቀርኒ ኣፍሪቃ ከቢድ ሓደጋ ፈጢሩ ከም ዘሎ ኣብ ስምምዕ ዝበጽሑ መራሕቲ ግብጽን ኤርትራን፣ ሱዳን ንምርግጋእ ዘድሊ ሓገዝ ክገብሩ'ዮም። እዚ ማለት ህዝብን መንግስትን ሰራዊትን ሱዳን ካብ ኤርትራን ግብጽን ቀጥታዊ ሓገዝ ክግበረሎም'ዩ። ብዘይካ'ዚ ንሱዳን ብዲፕሎማሲ ንምድጋፍ ድምፂ ህዝቢ ሱዳን ኣብ መላእ ዓለም ከም ዝስማዕ ንምግባር ዲፕሎማሲያዊ ቀላፅም ግብፂ ክሰርሕ እዩ። ምስ ጉዳይ ሶማል ተኣሳሲሩ ስሉሳዊ ኪዳን ግብፅን ኤርትራን ሶማልን ፀጥታ ሶማል ንምርግጋፅ ግዝኣታዊ ሓድነት እታ ሃገር ንምሕላውን ሰፊሕ ስራሕ ከም ዝጅምር ተሓቢሩ ኣሎ። በዚ መሰረት ብኣሽሓት ዝቑፀር ሓይሊ ግብፂ ከም ኣካል ዓቃብ ሰላም ናብ መሬት ሶማል ክኣቱ እዩ። ሓይሊ ባሕሪ ግብፂ እውን ኣብ ገማግም ባሕሪ ሶማል ክንቀሳቐስ እዩ። ኣብ ጉዳይ ፀጥታ ቀይሕ ባሕሪ ሬድሲ ሴኩሪቲ ብዝምልከት ኤርትራን ግብፅን ዞባ ቀይሕ ባሕሪ ንምሕላው ሓባራዊ ስራሕ ክሰርሓ ፀጥታ ቀይሕ ባሕሪ ንምህዋኽ ንዝግበር ዝኾነ ይኹን ምንቅስቓስ ብሓባር ክምክታን ኣብ ስምምዕ ተበፂሑ ኣሎ። በዚ መሰረት ግብፂ ጥራይ ዘይኮነት ማሕበር GCC እውን ሱታፊኡ ዘረጋግፀሉ ስራሕ ክህንድስ እዩ። እዚ ስትራቴጂካዊ ስምምዕ እዚ ሜሪታይም ሴኩሪቲ ዘረጋግፅ፣ ዞባ ቀይሕ ባሕሪ ኣብ ዓለም ዘለዎ ስትራቴጂካዊ ኣገዳስነት ዝቐፅልን እዩ። ጸብጻባት ከም ዝሕብርዎ ዘለዉ፣ ነዚ ስትራተጂካዊ ዕማም እተሳልጥ ካብ ክልቲኤን ሃገራት ዝቖመት ሓይሊ ዕማም እውን ክትቀውም እያ። ካብዚ ቀጺለ እውን ጋዜጣ ኣሕራም ግብጺ ዝምድና ኤርትራን ግብጽን ናብ ዝለዓለ ጥርዚ ኤርትራ መስራቲት ናይቲ ኣባል ኪዳን ንጸጥታን ምርግጋእን ቀይሕ ባሕሪ ተባሂሉ ዝጽዋዕ ቤት ምኽሪ ቀይሕ ባሕሪ እያ። እዚ ብስዑድ ዓረብ ዝምራሕ ልፍንቲ ሸሞንተ ሃገራት ገማግም ቀይሕ ባሕሪ ዘጠቓልል ኮይኑ ዕላምኡ ኣብ ቀይሕ ባሕርን ወሽመጥ ዓድንን ንዘጋጥም ስጋእታት ጸጥታ ኣብ ምፍታሕ ዘተኮረ እዩ። ሕጂ እቲ ኪዳን ዕማሙ ኣስፊሑ፣ ምሕላው ልኡላውነትን ግዝኣታዊ ምሉእነትን ሸሞንቲኤን ኣባላቱ ሓዊሱ ኣሎ። መንግስቲ ኤርትራ ነዚ ኪዳን ክምስርቶ እንከሎ ንዝህሉ ዘይባሕርኻ ናይ ምምናይ ሕማም ፈውሲ ንምሃብ ዕላማ ዝገበረ እዩ። ብኻልእ ኣዘራርባ ንልኡላውነት ኤርትራ ትንዕ ክብል ንዝሓስብ፣ ሃብትን ሓይልን ዘለወን ሸሞንተ ሃገራት ኣብ ጎኒ ኤርትራ ምስላፍ ማለት እዩ። ስለዚ ንዕላማ ናይዚ ኪዳን ዕሽሽ ብምባል ተወዝ ንዝብል ኪኖ ኣብ ኣትደዮ ካልእ ዝበሃል የለን። ጆኦ ስትራተጂካዊ ኣገዳስነት ቀይሕ ባሕሪ ከም ኣህጉራዊ መስመር ባሕሪ፣ ዝለዓለ ኣገዳስነት ዘለዎ እዩ። ብብዝሒ መራክብ ከምኡ እውን ብዓይነትን ዋጋን ናይተን በዚ መስመር ማያዊ ክፋል ዝመላለሳ መራክብ ተወሳኺ ርዝነት ይውስኸሉ። ካብዚ ሓሊፉ ኣብቲ ዞባ ናይ ቀይሕ ባሕሪ ተሓቚፉ ዘሎ ብዝሒ ነዳዲ፣ ካልኦት ማዕድናትን ከምኡ እውን ተፈጥራዊ ሃብትታትን ስትራተጂካዊ ኣገዳስነቱ መሊሱ የዕብዮ። ዞባውን ዓለማውን ባህግታት ኣጀንዳታት ዕብለላን ልዕልናን ከም ውጽኢት ኣብተን ሓያላት ሃገራት ዘሎ ውድድር ተወሳኺ ብልጫ ጂኦፖለቲካዊ ኣገዳስነት እዚ መስመር እዩ። እዚ ህፃን መራሒ ኢትዮጵያ እምበኣር ኣብዚ ኣብ ላዕሊ ክንዝርዝሮ ዝፀናሕና ኪዳን ሃገራትን ኣገዳስነት እስትራቴጂካዊ ትሕዝቶ ቀይሕ ባሕርን ኢደይ እንተዘየእተኹ ሞይተ ክሓድር እየ ዝብለና ዘሎ እዚ ኣብ ነብሱ ላምባ ነስኒሱ ክርቢት እንተዘይሸርጠጥኩ እንዳበለ ለይትን ቀትርን ዝልምን ዘሎ ነጊርናዮ ምስማዕ ካብ ኣበየ እታ መልሲ ቀላል እያ ሃሊሉ ዝመፅኣካ ፅምብላሊዕ እዋሎ ከምቶም ኣቦታቱ ናብ መቓብሩ ምስናዩ

እቲ ሓቅታት ባዕሉ ይዛረብ። ህዝቢ ኤርትራ ምስ ነፍሲ ወከፍ ዝዓርዓረን ዝመረረን ኩነታት ክሕይልን ክትርንዕን ክውርጽጽን እንክትርኢ፣ ናይ ምምካት ሓይሉን ጽንዓቱን ክትመራመር ዘገድደካ ህሞት ኣብ ቅድሜኻ ይኹየጥ። መድረኽ ድሕሪ መድረኽ ብድሆታት ክስገሩ፣ ሓደ መሰጋገሪ መድረኽ ዛዚሙ ንኻልእ ሓድሽ መድረኽ ክዳሎ ክዳሎ ጥራይ ዘይኮነውን ንኽፍጠሩ ዝኽእሉ ዘይተማእዘኑ ማእዶታት ብግቡእ ገምጊሙ፣ ከከም ኣመጻጽኦም ክብድህ እዚ ተኣምር እዩ። ብጻይ ኢሰያስ ኣፈወርቂ ነዚ ረቂቕ ኣካይዳ ህዝቢ ኤርትራ ክገልጽ ተሓቲቱ ከምዚ ክብል መሊሱ ነይሩ፣ ኣርሒቕና ንመንገዲ ዓወት ኢና ንጥምት እምበር ብኸበባ ኣይተሰናበድናን። ጸቢብ መጻወድያ ንተባላሓነትን ተዓጻጻፍነትን እዩ ሓይሊ ዝፈጥር። ምንጪ ናቕፋ ፕረስ።

ሓፈሻዊ ጉባኤ ውድብ ሕቡራት ሃገራት ኣብ መበል 85 ስሩዕ ኣኼብኡ ኣብ ዙርያ ብዙሕነታውያን ዲፕሎማሲ ዘተኮሩ ዓበይቲ ኣጀንዳታት ዝተመያየጠ ክኸውን እንከሎ ንመበል 81 ሓፈሻዊ ጉባኤ ዝመርሑ ኣካላት መሪጹ ኣሎ። በዚ መሰረት እዚ ድማ እታ ሃገረ ምብራቕ ኣፍሪቃ ዝኾነት ኤርትራ ናይ መብዛሕትኤን ሃገራት ኣባላት ድምፂ ብምርካብ ካብቶም ምክትል ፕሬዚደንታት ሓፈሻዊ ጉባኤ ሓንቲ ኮይና ተመሪፃ። ኤርትራ ምስ ካልኦት ዝተመርጻ ዓሰርተው ሽዱሽተ ሃገራት ብምዃን ነተን ሓሙሽተ ቀወምቲ ኣባላት ቤት ምኽሪ ጸጥታ፣ ቻይና፣ ፈረንሳ፣ ሩስያ፣ ብሪጣንያን ኣመሪካን፣ ነቲ ውድብ ሓፈሻዊ ጉባኤ ብሓባር ክትመርሖ እያ። ብተወሳኺ ምስኣ ከም ኣፍጋኒስታን፣ ፍሊላንድ፣ ግብጺ፣ ሊባኖስ፣ ፓራጓይ ዝኣመሰላ ሃገራት እውን ኣብ ምክትል ፕረዚደንትነት ከም ዝተመርጻ ምፍላጥ ተኻኢሉ ኣሎ። ኣብ ተመሳሳሊ ዕለት ብምስጢር ብዝተኻየደ ናይ ድምፂ ኣወሃህባ ስነ ስርዓት ናይ ሕጂ ናይ ባንግላድሽ ሚኒስተር ጉዳያት ወፃኢ ካልሂር ራህማን ፕሬዚደንት መበል 81 ሓፈሻዊ ጉባኤ ኮይኑ ተመሪፁ ኣሎ። ሚኒስተር ራህማን ቴስዓን ትሽዓተን ድምፂ ብምርካብ ክምረፅ እንከሎ ነቲ ምስኡ ዝወዳደር ዝነበረ ናይ ቆሮንጦስ እንድርያስ ካኩሪስ ብቴስዓን ሓደን ድምፂ ስዒርዎ። ኣብ መወዳእታ ወርሒ ነሓሰ ስርሑ ብወግዒ ዝርከብ ፕሬዚደንት ካልሁር ራህማን ድሕሪ ዓወቱ ኣብ ዘስምዖ መደረ፣ ውድብ ሕቡራት ሃገራት ኣብዚ እዋን እዚ ከቢድ ናይ ፋይናንስ ቅልውላውን ዓለምለኻዊ ናይ ምትእምማንን ሕጽረት የጋጥሞ ከም ዘሎ ብምጥቃስ፣ ሃገራት ኣባላት እቲ ውድብ ክቕየርን ዝሓሸ ውጽኢት ከምጽእን ከም ዝኽእል ብግብሪ ከርእያ ከም ዘለወን ከምኡ'ውን ኣብ ባይታ ዝግበር ነፍሲ ወከፍ ኣስተዋጽኦ ውጽኢታዊ ብምግባር ነቲ ዝጠፍአ እምነት ምምላስ ከም ዝግባእ ኣተሓሳሲቡ። ካብዚ ቀጺለ ውን ኩቡራትን ኩቡራንን ተኻታተልቲ ናብዛ ኣገዳሲት መደብ ከብሎኩም ደጊመ ሰናይ ምክትታል። ሓፈሻዊ መግለጺ ደብዳቤ ኤርትራ ናብ ሕቡራት ሃገራት ብዛዕባ ጽምዶ ንሰላም ህዝብታት ቀርኒ ኣፍሪቃ። ናይ ሰላም ጽምዶ ሰላም ማለት እዩ ጽምዶ
ሰላም ንኽንነብር ብሓንሳብ ክንብልጽግ ብሓንሳብ ንኽንዓቢ። ሰላም ስኒት ብሓባር ተሓቋቒፍካ ምምዕባል እዩ ዘድልየና ዘሎ። ሕጂ ሰላም ጥራሕ እዩ ዘድልዮ ህዝቢ ኤርትራ። ሰላም ደኣ እሞ ኩሉ ነገር። ሰላም ካልኣይ የብላን።
ልዕሊ ሰላምስ እንታይ እሞ ክንብል ኢና። ሰላም ማለት እዩ ጽምዶ።
ሰላም ማለት ከኣ ቅሳነት ማለት እዩ። ስለዚ እዚ ብጽምዶ ተበጊሱ ዘሎ ናይ ሰላም ምንቅስቓስ። ክንስዕቦ

ኣዘዩሎም። ነዚ ዝግበር ዘሎ ጸምዶ ከኣ ኩላትና ኢደይ ኢድካ ክንብሎ ናትና ኣሸራ ከነቐምጠሉ ይላቦ። ሰነድ ደብዳቤ ካብ ቀዋሚ ልኡኽ መንግስቲ ኤርትራ ኣብ ሕቡራት ሃገራት ኒውዮርክ ዝተላእኸ ዕለት ሓደ ሰነ ክልተ ሽሕን ዕስራን ሽዱሽተን፣ መወከሲ፣ PMER ዓሰርተው ሽዱሽተ ክልተ ሽሕን ዕስራን ሽዱሽተን፣ ሓፈሻዊ ትሕዝቶ ቀዋሚ ልኡኽ መንግስቲ ኤርትራ ኣብ ሕቡራት ሃገራት ናብ ቤት ጽሕፈት ዋና ጸሓፊ ሕቡራት ሃገራት ብዛዕባ ጽምዶ ንሰላም ዝተባህለ ህዝባዊ ተበግሶ ሰላም ኣብ ውሽጢ ዩኤስቢ ፍላሽ ድራይቭ ዝተቐመጠ ቪድዮ መልእኽቲ ከም ዝሰደደ ኣፍሊጡ። እቲ ደብዳቤ ከም ዝገለጾ እቲ ተበግሶ ካብ ሓደ ዓመት ንላዕሊ ብንጥፈት ክስርሓሉ ዝጸንሐ እዩ። እዚ ድማ ብሰብ ንሰብ ርከብ፣ ማሕበራዊ ዘተታት፣ ባህላዊ ልውውጣት፣ ናይ እምነት ህንጸት ንጥፈታትን ይካየድ ኣሎ። ዕላምኡ ድማ እምነት ኣብ ህዝብታት ምህናጽ፣ ካልኣይ ማሕበራዊ ስኒት ምምላስ፣ ሳልሳይ ብግጭትን ምፍልላይን ዝተጎድኡ ማሕበረሰባት ንኽቀራረቡ ምግባር ቀንዲ መለለዪ ናይቲ ተበግሶ እቲ ደብዳቤ ከም ዝገልጾ እቲ ተበግሶ ብናይ ከባቢ ማሕበረሰብ ዝተወነነን ዝምራሕን እዩ። ዓበይቲ ዓዲ፣ መንእሰያት፣ ኣንስቲ፣ ስድራቤታት፣ ኣብ ዶባዊ ከባቢታት ዝነብሩ ዜጋታት ይሳተፉ። ብቐጥታዊ ዘተን ርክብን ኣቢሉ ምርድዳእ፣ ምሕዋይ፣ ሓቢርካ ምንባርን ዕርቅን ንምድንፋዕ ይዕልሙ። እቲ ተበግሶ ከም ኣብነት ናይቲ ሕቡራት ሃገራት ዝድግፎ ሰላም ዘተኮረን ህዝቢ ዘተኮረን ህንጸት ሰላምን ቀሪቡ ኣሎ። ዕላማ ናይቲ ምቕራብ እቲ ቪድዮ ናብ ቤት ጽሕፈት ዋና ጸሓፊ ዝቐረበሉ ምኽንያት ንጥፈታት ማሕበረሰብ ንምምዝጋብ ጥራይ ዘይኮነ፣ ብማሕበረሰብ ዝምርሑ መስራሓት ዕርቂ ከመይ ገይሮም ንምፍልለያት ክፍውሱን ዘላቒ ሰላም ክሃንጹን ከም ዝኽእሉ ንምርኣይ እዩ። ልኡኽ ኤርትራ ድማ እዚ ተመክሮ ኣብ ዘተታት ሕቡራት ሃገራት ብዛዕባ ቀዳማይ ብማሕበረሰብ ዝምራሕ ሰላም ህንጸት፣ ካልኣይ ዕርቂ፣ ሳልሳይ ምክልኻል ግጭት፣ ራብዓይ ከምኡ እውን ቅድመ ምክልኻል ዲፕሎማሲ ኣወንታዊ ኣስተዋጽኦ ከም ዝህብ ተስፋ ገይሩ ይርከብ። መደምደምታ እቲ ደብዳቤ ከም ልሙድ ዲፕሎማስያዊ ኣገባብ ቀዋሚ ልኡኽ መንግስቲ ኤርትራ ንቤት ጽሕፈት ዋና ጸሓፊ ሕቡራት ሃገራት ዝለዓለ ክብሩን ኣኽብሮትን እንዳገለጸ ይዛዝም። ተቐባሊ ቤት ጽሕፈት ዋና ጸሓፊ ሕቡራት ሃገራት፣ ኒውዮርክ፣ NY 10 0 17። እሱ
ተጋዳላይ ንዓይ ዘይበል ንህዝበይ በሃላይ ንናይ ሓፋሽ ባህጊ ከይበሃገ ውልቃዊ ዓስቢ በጃ ንኽሓልፍ ቅድሚት ዝስለፍ ግንባሩ ንዓረር ነታ ናጽነት እተምጽእ መስፈር ንያቱ ንገድሊ ምዝመዛ ክኣሊ ናብ ኣጻምእ ገደል ንናይ ሓርነት ደወል ኩሉ ክኸፍል ዝነቐለ ንሓርነት ሓፋሽ ዝተኸፍለ ዳግማይ ከም ዝፍጠር ብስዕሳዕ ኣካሉ ብፋሻ እናተጠቕለለ ከምታ ሽድኡ ከምታ ነጸልኡ ተደጋጊቡ ዝቐጸለ ትንኳዓት ኣካላቱ ረኣይዎ እንዶ ነሀለ መስፈር ስኩጆታት ምስክር ዝሓዘለ ደም ደም ቲፍቲፍ እናበለ ይጓዓዝ ምርሽ ወዲቑ እናተላዕለ ይስጉ ምግስግስ ዕረ እናጠዓመ ጣዕሚ ሓፋሽ የንግስ ወ ጣዕሚ ሓፋሽ ይንክስ ብቓንዛ እናሓረረ ስለ ዕላማ ከይተሓለለ ናጽነትይ ትሕቶ ዘይቅየር ሸቶ ንበዓል ዕላማ መን ይዓግቶ ባህሪ ናይቲ ዕማም ፈጺሙ ዘይግለል ባህሪ ናይቲ ሰብ ፍጹም ዘይሕለል ኣስዳዕቲ ባህርያት ናይ ህይወት ጠለባት ዘይስገር እናኾነ ንገለ ይብትኖ ንገለ ይፍትኖ ንገለ የድንኖ ተቓላሳይ ነዝታት ይኹንኖ ኣጆኺ ነብሲ ኣጆኺ ነብሲ ኣብ መትከልኪ ንኸሲ ሕድሪ ክፍጽሚ ኣይተላግሲ ይብላ ሕድሩ እናጸብጸበ ረሃጹ እናንጠብጠበ ድሕረይ ሳዕሪ ቆላ ነቒሉ ኣካላቱ እናተቐንጠበ ሸኸፍ ኢሉ ይቕጽል ኣብ ጽኑዕ ሓዲዱ መስመሩ ህዝበይ ሃገረይ መዝሙሩ ንርሁው መጻኢ እሙን ኣገልጋሊ ከይባተኸ ዝውፈ ንጽባሕ እውን በሃሊ ዋጋ እናተኸፍለ ዋጋ ዝኸፈለ ርዓይ ወንዶ ተጋዳላይ ይቕጽል ንህለ ምስ ዋርሳይ መንደላይ ሃገር እናጽለለ ዓስቢ ናይዚ ኩሉ መዋእል ጎድሉ ስልጣነ ሃገሩ ህንጸት ሃገር ዘይውዳእ ጾር ልምዓት ከም ኲናት ኩሉ ብጽንዓት ብትብዓት ተጋዳላይ ተጋዳላይ ሃምበል ብፈተናታት ዘይዳናገር ካብ መስመሩ ዘይግለል ዘበት ዘይህለል ወትሩ በዓል መትከል ዝቕጽል እናተቓጸለ ብዋዕ ካብ ሓዲድ መስመሩ ዘይለ እወ ብዋዕ ካብ ሓዲድ መስመሩ ዘይለ ተጋዳላይ
ክሳብ ብኻልእ ቪድዮ ዝምለሰኩም ጠጥዕሙ ሰሰናዩ ጠጥዕሙ ደቂ ሪመይ ንዕሱባት ውድቀት ወድቅኒት ንሃገራዊ ክብረት ዘልኣለማዊ ዝኽርን ሰማእታትና ወትሩ ዓወት ንሓፋሽ
ፍልፍል ቲቪ